ሕራይ ክቡራት ተኸታተልቲ ከመይ ውዒልኩም ናይ ሎሚ መደብና ኢራን ንኣሜሪካ እቲ ዕድል ሂብናኩም ዝነበርና ወዲእና ኣለና ኢላቶም ኣላ ድሕሪ ሕጂ ዕድል ዝበሃል ነገር የብልኩምን ኢላቶም ኣላ ኣሜሪካ ገና እቲ ኣፅዋራታ ዝኣክል ኣጽዋር ኣይሓዘትን እያ እቲ ተኮስቲ። ሰለዚ እዚ ውግእ ሕጂ ቀልጢፉ ቅድምሳ ዝሓሰበቶ ቀልጢፉ ምጅማሩ ንኣሜሪካ ሓያል ስግኣት ፈጢሩላ ኣሎ። በዚ ስግኣት ዝተላዕለ ድማ ትራምፕ ንናይ እስራኤል መራሒ ነታንያሆ ዳርጋ ኣዋሪድዎ ክበሃል ይከኣል እዩ። ኣዋሪድዎ ጥራሕ ከይኮነስ በቃ ኣብ መንጎ እስራኤልን ኣሜሪካን ዘሎ ጉዳይ ናበይ ገጹ ይኸይድ ከም ዘሎ መርኣያ እዩ። ምክንያቱ ብሰንኪ እስራኤል ኣሜሪካ ተዋሪዳ እያ። ብሰንኪ ጌጋ ትራምፕ ድማ ኣሜሪካ ክብራ ወሪዱስ ኩሉ ዓለም ሕጂ ንዒቕዋ እዩ ዘሎ። ስለዚ እዚ ናታንያሆ ሕጂ ዝገብሮ ዘሎ ነገር ንኣሜሪካ ሓያል ክሳራን ሓያል ጉድኣትን ክመፅእ ከም ዝኾነ ርእዩ ንፁርን እንዳኾነ መፅኡ ኣሎ። ስለዚ እቲ ትራምፕ ዘይሓሰቦ ዝኣቶ ኩናት ሕጂ እንዳለበበ እንዳፈለጠ መፅኡ ሎጊጉ ግን ሕጂ ኢራን እንታይ እንዳገበረት ዘላ እዩ ኢራን ካብቲ መልእኽታ እንታይ ኢኻ ትርዳእ ንኢራን መጀመርያ ኢራናውያን ከምቲ ኩሉ ሻዕ ዝብሎ እቲ ኩናት ብፍፁም ኣይደልዎን እዮም ነይሮም ግን እንታይ ኮይኖ ከይፈተው ናብቲ ኩናት ምስ ኣተው ግን ተዓዊቶ መጽዮ ድሕሪ ዓወት ኣሜሪካ ፍሹል ስትራተጂ ኣውጽኣ ነይራ እዚ ፍሹል ስትራተጂ እንታይ እዩ ዝመስል ዝብል ክንርኢና ማለት እዩ እዚ ፍሹል ስትራተጂ ኣብ ካርግ ደሴት ምሓዝ እዩ ኣሜሪካ። ነዚ ካርግ ደሴት ንምሓዝ ግን ሓይሊ የብላን እያ፣ ዓቕሚ የብላን እያ። ሰራዊታ እውን ብዙሕ ክእለት የብሉን እዩ። ሶ እንታይ ክትገብር ኣለዋ? ክሳብ ሕጂ ትፍትን እያ ዘላ እዚ ጉዳይ። እንታይ ክትገብር ኣለዋ? ንኔቶ ዓለም ብምሉእ እቲ መጻብቦ ተዓፅዩ ስለ ዝኾነስ ሕጂ ነቲ መጻጎ ክንከፍት ኣለና ዝብል ሓድሽ ፕሮፓጋንዳ ጌራ በቃ ትዝክሩ እንተ ኮይንኩም ትራብ ኣነ ተዓፅዮ ኣይተዕፀውን ኣይግድሰንን እዩ ባዕልካትኩም ክፈቱ እንዳበለ ይዛረብ ነይሩ ሕጂ እቲ ሽዑ ከምኡ ክብል ከሎ ዓለም ብድድ ኢላ በቃ ኣብ ውግእ ትኣቱ እዩ መሲልዎ እዚ ኣይከውንን እዩ ምስ በሎ ካብ ነቶ ክወፅኤ ኣይግድሰንን እዩ ድላይኩም ኩኑ ገለመታት ተሃዲዳት ኩሉ ፈተነ ፈቲኑ ኩሉ ፈተነ ፈቲኑ ሕጂ ኣብ መጨረሻ ኣብ ሕቡራት መንግስቲ መጺኦም ድማ ይበኽዩ ጀሚሮም። እሱም ፈሺሉ ዝሰምዖም ስኢኖም። ግን እዚኣ ካርግ ደሴት ንምንታይ ኣሜሪካ ንዓኣ ንምሓዝ ደልያ? እሳ እያ እታ ፖይንት። ኣሜሪካ ንካርግ ደሴት ንምሓዝ ኣብ ካርግ ደሴት ነዳዲ ብምሉእ ናይ ኢራን ነዳዲ ኣብኡ እዩ ዘሎ። ስለዚ ንዓኣ እንተድኣ ሒዞም ልክዕ ቬንዝወላ ከምዝሓዝዎ ዓለም ናይ ነዳዲ ዋጋ ከምድላዮም ይጠማዝዝዎ ድላዮም ይገብሩ እቲ ዶላር ውን ይሰርሕ ንኢራንስ እንታይ ጉድኣት ዘምፅእ ንኢራን እንታይ ጉድኣት የምፅእ ንኢራን እቲ ቦታ ብዓብዩ ይንክይ ዳሕራይ እቲ ቦታ ሒዞም ድማ ካብቲ ቦታ ድላዮም ይገብሩ ኢራን ድማስ ብድሕሪኡስ እንታይ ክትገብር? ኣብቲ ከባቢ ዘሎ ብምሉእ ሃገራት ክተዕንወን እያ ክተዕንወን እያ። ኣብኡስ ንምእታውስ ኣሜሪካ ክእለት ኣለዎም ድዩ? የብሎምን። ምክንያቱም እቲ ቦታ ናይ ቦምባታት መዓት ቦምባታት እዩ ተቐቢሩ ዘሎ መዓት ድፋዓት እዩ ተሰሪሑ ዘሎ ብምሉእ ሓይሊ ናይ ኢራን ዳርጋ ኣብኡ እዩ ዘሎ። ኣብቲ ከባቢኡ ዘሎ ሓይሊ ብምሉእ ናብታ ደሴት እዩ ዘሎ። ኣብዚኣ ደሴት ንምእታው እንተ ተሓሲቡ ጥፍኣት ነፍሲ እዩ ዝኸውን። ስለዚ እዚ ኣይሰለጦምን። ካልኣይ ብዛዕባ ኩርድ የዕጢቖም ኩርድ ኣብ ውሽጢ ናይ ሕድሕድ ውግእ ክገብሩ ደልዮም ነይሮም። እሱም ኩርዳውያን ነቲ ጽባር ተቀቢሎም ንኢራን ሂቦም ኩርዳውያን ንምንታይ እዮም ፈሪሖም ምክንያቱ ብ ኢራን ሓያል ሃገር እያ ክትደማስሶም እያ ዘለዎም ዕድል ምስ ኢራናውያን ተሰማሚዖም ብሓባር ንምንባር እዩ እዚ ኩሉ ናይ ኣሜሪካ ውጥን ዝነበረ ፈሺሉ ያው እሳ ጥራሕ እያ ትሓስብ እሳ ጥራሕ እያ ከም ደላያ ትገብር ንዓለም ንዓ እንተ ኢላቶ መጽእ ኺድ እዳ ዝኸይድ ኮይኑ እዩ ተሰሚዕዎም ግን እሱ ኩሉ ፈሽሉ ሕጂ ኣበይ ኢና ዘለና ኣብዚ ሰዓት ኣሜሪካ ኣበያ ዘላ ኣብ ምንታይ ኩነታት እያ ዘላ እሱ ምራይ ኣብ መንጎ እስራኤልን ኣሜሪካን ንነዊሕ ዓመት ዝነበረ ዝምድናታት ሕጂ ያስ ኣሎ ይጠፍእ ኣሎ ክሳብ ምፅርራፍ በፂሖም ኣለዉ ማለት እዩ ኣሜሪካ ንእስራኤል ምፅራፍ ተዳ በፂሓ ኣብዚ በፂሕዎ ኣሎ ማለት እዩ እስራኤልስ ድሕሪ ኣሜሪካ እንታይ ክትከውን እያ? እስራኤል ድሕሪ ኣሜሪካስ እንታይ ክትከውን? ዋላ ሓንቲ ዓቕሚ የለብላን ገለ ይብላ ኩሉ መፂኡ ክወራ እዩ። ስለዚ እስራኤል እቲ ዘላታ ሓደ ነገር እንታይ እዩ ንኢራን ብዝኾነ መንገዲ ኣብ መንጎ ኢራን ኣሜሪካን ሓያል ውግእ ክግበርን ኣብዚ ገልፍ ዝበሃል ሃገራት ብምሉእ ውግእ ክካየድ እዩ ትደሊ ዘላ ስለምንታይ ንሳቶም ክዳኸሙ እዮም ንሳ ኮፍ ኢላ ከምዚ እንዳበለት ስቅ ኢላ ክትርኢ ነይራ ሓሲባ ሕጂ እንታይ ኮይኑ ኣሜሪካ ገጢማታ ዋላ እንተ ደንጎየ ትራምፕ ገጢሞ እዩ ስለ ዝገጠሞም ኣይከውንን እዩ ምስ ሊባኖስ ትገብርዮ ውግእ ኣይከውንን እዩ እንዳበለት ሕራይ እንዳ ኢላ ሎሚ መጥቃዕቲ ገይራ ኣላ ስለዚ ኢራን ሕጂ ንኣሜሪካ ንፈልጥ ኢና ኣፅዋር ወዲኺ እቲ ተኹሲ ጥፍኡ ከም ዘበልክዮ ንፈልጥ ኢና ሕጂ ግን እቲ ቶክሲ እንተ ተጀሚርናያ ጠጦ ኣይነብልና ንፈልጥ ኢና እቲ ዝሓዝክዮ ኣፅዋር ሒዝክዮ እንዳመፃኺ ክልተ ሰሙን ጥራሕ ተዋግእኩም ክልተ ሰሙን ጥራሕ ተዋግእኩም ንፈልጥ ኢና ንሕና ድማ ንዓኻትኩምን ንእስራኤልን ድማ ዋጋ ከነኽፈልኩም ኢና እንዳበሉ እዮም ሕጂ ኢራንያውን እቲ ስምምዕ ተቋሪፁ ኣሎ ድሕሪ ሕጂ ስምምዕ የለን ብሓይልና ይብሉ ጀሚሮም ኣለው። እስራኤል ድማ ሕጂ ኣሜሪካ ናብዚ ኹናት ተወጢጣ ንክትኣቱ ድሌት ኣለዋ። ኣብዚ ኹናት ኣሜሪካ ተወጢጣ ንክትኣቱ ድሌት ኣለዋ። እዚ ድሌታ ክኸውን ድዩ? ክሰልጣ ድዩ? ሓያል ሕቶ እዩ። ኣይከውንን እዩ ኣይሰልጣን እዩ ኣይከውንን እዩ ኣይሰልጣን እዩ ስለዚ እዚ ሓያል ዝኾነ ግጥም እዩ ኣብ መንጎ ኢራንን ኣሜሪካንን ዘሎ እስራኤል ግደፉ ኣረስዕዋ እስራኤል ምንም ዓይነት ግጥም ክትገብር ኣይትኽእልን እያ ዓቕሚ የብላን እያ ኣሜሪካ እንተ ጠጠው ኢላ ኪድብያ እንተ ኢላታ እስራኤል ኻላስ ምንም ናይ ኢኮኖሚ ሓይሊ የብላ፣ ወታደራ ሓይሊ የብላ፣ ዲፕሎማሲ ሓይሊ የብላ፣ ብኩሉ ከሲራ እያ ዘላ። ከምቲ ትራምፕ ዝበሎ ኩሉ ጸሊኡኩም ዝበሎ ጸሊኡዋ እዩ ዘሎ። ብሰንኪ መን? ብሰንኪ ናታንያሁ ብሰንኪ ናታንያሁ ናታንያሁ ምስቲ ምስቲ በቃ ዓለም በይነይ በቃ ከም ድላይ ክእዝዘ ድላይ ከይደ ክሃርም እየ እንዳበለት ናይ የመን ሑቲ ክትሃርም ኣይኸኣለትን እያ እስራኤል ናይ ኣመኖተ ድላዩ ኣብ እስራኤል ይገብር ሓንቲ ነገር ክትገብር ኣይተኻለትን ምክንያቱ ኣብኡ ክኸለላ የመን ሑቲ ናይ የመን ሑቲ ኣብ ጋዛ እንተደኣትዮም ነገር ተወዲኣ በቃ ስለዚ እስራኤል ትፈሪሓ ስቂላ እያ እዚ ብሮቦጣዕ ትብል ዘላ እምበረ ብወታደራዊ ዓቕምን ክእለትን የለን ኣየር ጥራሕ እዩ በቃ ኣየር ኣየር ድማ ኣብ ኢራን ሕጂ ከም ድላዮም ክወፁ ከም ዘይኣትው ፈሊጦም ኣለዉ ነዚ እዮም ሕጂ ንኣየር መጥቃዕቲ ጠጠው ኣቢሎሞ ዘለዉ ክንደይ ኣየር ተሃሪሞም ኣለዉ ንኣሜሪካ ንስዕብ ርኢና ኢና ዋላ ናይ ነዳዲ ኣይተርፍ ዋላ ናይ ስልላ ኣየር ኣይተርፍ ድሮናት ኣይተርፍ፣ እቶም ዝመክሕሉ ኤፍ ሰላሳን ሓሙሽተን ኣይተርፍ ኩለን እየን ይዕይማ። ድሕሪ ሕጂ ኣብ ኢራን ከም ድላይካ ጌርካ ኣብ ኣየር ሃሪምካ ትኸደሉ ነገር የለን። ስለዚ ኢራን ሕጂ ዓቕሚ ናይ ኣሜሪካ ዝለዝፈለጠት ኪድብያ ዝርርብ የብለይን ኢላታ ኣላ። ንፈልጥ ኢና ንስኻትኩም ኣጽዋር ወዲእኹም ኣለኹም ግን ክሳብ ትእክቡ ኢኹም እዚ ተኹሲ ጠጠው ምግባር እንዳበልኩም እታሽው ትብሉ ንሕና ዘይንፈልጥ ኣይኮናን ግን ዕድል ንሃብኩም ምክንያቱም ዓቐምኹም ፈሊጥና ኣለና ካላስ እዚ ኩሉ ዓመት ዝነበረኩም ተተኳሲ እዚኣ ጥራሕያ ነይራ ሕጅስ በዚ ብሓፂር እዋን ዋላ ዓሰርተ ዓመት ዕስራ ዓመት ግዜ እንተሃብናኩም ወላ ሓንቲ ክትገብሩ ኣይትኽእሉን ኢኹም ፈሊጥናኩም ኣለና ጥራሕኩም ከም ዝኾንኩም ስለዚ ዕድል ሂብናኩም እዚ ዕድል ግን ክትጥቀሙሉ ኣይኸኣልኩምን ሕጂ ግን ኣብ ርእስኹም ኢና ዘለና ትብል ኣለ ናይ ሲኣይኤ እንታይ ይብል ኣሎ ኢራን ክሳብ ኣሜሪካ ዝበፅሕ ሚሳኤል ሰርሒሓ ኣላ ተዓጢቓ ኣላ ግደፉ እንዳበለ ግደፉ በቃ እዚ ጉዳይ ኣየዋጽኣናን እዩ ንእስራኤል ክንብል ንሕና ክንጠፍእ የብልናን ኢና እስራኤል ግደፉዋ ካላስ እንዳበሉ እዮም ስለዚ ኣብ መንጎ ኣሜሪካን እስራኤልን ዘሎ ጉዳይ ናይ ብሓቂ ሓያል ቅርሕንቲ ውሽጢ እንዳኣቶ እዩ ምክንያቱ ሰንኪ እስራኤል ኣሜሪካ ኣብዚ ኩሉ ሽግርን መከራን ክትኣቱ ተገዲዳ ኣላ ክቡራት ተኸታተልቲ ናይ ኣሜሪካን እስራኤልን ጉዳይ ኣኽቲሙ እዩ ኣብ መንጎ ክልቲኦም ሃገራት ዘሎ ርክብ ኣብ ዝቐረበ እዋን ሕማቕ ነገር ክንሰምዕ ኢና ሕማቕ ነገር ክንሰምዕ ኢና እዚ ትሪልዮን ግዜ ርግፀኛ ኮይነ ዝዛረብ ናይ ሎሚ መደብና ነዚ ምስል ዝተተኸታተልኩም ነቐኒለይ ፅባሕ ምሸት ብካልእ መደብ የራኸበና ቻው ቻው